ይጽሕፍ ኣሎ ቀደም
ኣዑዝ ቢላ ምን ሸጣን ረጂም ብስሚላ ራሕማን ራሒም ኣነ ኣሕመድ ዓብደልቃድር በሃል ክቡራት ተኸታተልቲ ሰናይ ምክትታል እናተመነና ሓውና ደራሲ ሙስጠፋ መሓመድ ዑስማን ኣሕመድ ለስዳይ ከነቕርበልኩም ኢና ሓው ሙስጠፋ መጽሓፍ መን እዮም ኤርትራውያን ጀበርቲ ኣብ ወርሒ 6 2015 ተሓቲማ ተዘርጊሓ ሎሚ ብዛዕባ እታ መጽሓፍ ኣስፋሕ ኣቢልካ ከተዕልለና ኢና ነዚ መደብ ኣዳሊናዮ ዘለና። እቲ ሓሳብ ከኣ እዚ እንገብሮ ዕላል ብቪድዮ ተቐሪጹ ናብ ኩሉ ሰብ ከም ዝበጽሕ ንምግባር እዩ። ተበግሶና ድማ ናይ ውልቅና ተበግሶ ደኣ እምበር ንዝኾነ ማሕበር ወይ ውድብ ወይ ውን ሰልፊ ኣይውክልን እዩ። ዕላማ ናይዚ መደብና ብዛዕባ እታ መጽሓፍ ሰፊሕ መግለጺ ንምርካብ እኳ እንተኾነ ንብምሉኡ ትሕዝቶ ናይታ መጽሓፍ ክንሽፍኖ ግን ሰፊሕ ግዜ ስለ ዝሓትት ኣብቶም ዝያዳ መግለጺ የድልዮም ዝበልናዮም ኣርእስታት ጥራይ ኢና ከነድህብ። ስለዚ ሓው ሙስጠፋ ለስዳይ ነዚ ዕድል ዝሃብካና ሹክራን። እንቋዕ ብደሓን መጻእካ እንዳበልና ድማ መደብና ክንጅምር ኢና። ብስሚላህ ወልሓምዲላህ ወሰላቱ ወሰላም ዓላ ረሱሉላህ ስመይ ዓብዱስሌማን ዓብዱ እባሃል ሰላም ሓው ሙስጠፋ መሓመድ ዑስማን ኣሕመድ ደስታይ እንኳዕ ብደሓን መጻእካ ነዚ ዕድል እዚ ድማ ዝኸፈትካልና ኣነ ውን ብድጋሚ ከመስግነካ እፈቱ ብቐጥታ ናብቲ ሕቶታት ንምእታው ቀዳመይቲ ሕቶ ገለ ገለ ሰባት ኣብዚ ሕጂ እዋን ብዛዕባ ናይ ሓደ ክፍሊ ሕብረተሰብ ኤሪትሪያ ኣልዒልካ ምጽሓፍ እንታይ ኣገዳስነት ኣለዎ ስለ ዝብሉ ምስ ትሕዝቶ መጽሓፍካ ኣተሓሒዝካ ምገለጽካልና ዶ ሽኩረን ሓው ሙስጠፋ።
ኣሰላሙ ዓለይኩም ወራህመቱላሂ ተዓላ ወበረካቱ ሰላም መጀመርታ ን ነዚ መደብ እዚ ዘዳለኹም ኣሕዋት ኣሕመድ ዓብደልቃድር ዓብዱ ስሌማን መሐመድ ስዒድ ዘለኒ ኣድናቆት ክገልጽ ይፈቱ ስለዚ ተኺለ ናብታ ሕቶይ ክኣትው እየ ናብታ ኣቕሪብኩማ ዘለኹም ቀዳመይቲ ሕቶ እንታይ እዩ እተን ዘዳለኹመን ሕቶታት ኣቐዲምኩም ስለ ዝሰደትኩምለይ ብዝከኣለኒ መጠን ክዳሎ ፈቲነ ኣለኹ። ብጣዕሚ ጽቡቓት ሕቶታት እየን። ኣብታ ቀዳመይቲ ሕቶ ሕጂ ኣብዚ ዘለናዮ እዋን ከምዚ ዓይነት ብዛዕባ ሓደ ክፋል ሕብረተሰብ ኤርትራ ምጽሓፍ ኣገዳስነቱ ትብል እንድያ። ስለዚ ሕጂ ብዛ ሕቶ እዚኣ እቲ ቀንዲ ክፋል ናይዛ ሕቶ ኮይኑ ዝተሰማዓኒ ንዓይ ኣብዚ ሕጂ እዋን ዝብል እዩ። ዝኾነ ስራሕ ክስራሕ ከሎ ወይ ዝኾነ ተበግሶ ክውሰድ ከሎ ሓደ ልሙድ ነገር ኣሎ ኣብ እዚ ኤርትራዊ ፖለቲካዊ ባይታ ስለምንታይ ኣብዚ ሕጂ እዋን ተደልዩ ወይ ስለምንታይ ኣብዚ ሕጂ እዋን ተገይሩ እትብል ሕቶ እያ ትመጽእ። ሕጂ ምናልባት እዛ ሕቶ እዚኣ ብብዙሕ መንገድታት ክንሪኣ ንኽእል ኢና። ሓደ ምናልባት ካብ ቅኑዕ ስክፍታ ተበጊሱ ዝሕተት ክኸውን ይኽእል እዩ እንታይ ማለት እየ ምናልባት እቲ ተወሲዱ ዘሎ ተበግሶ እቲ ተሰሪሑ ዘሎ ስራሕ ነቲ ዘለናዮ ኩነታት ብኣሉታዊ መንገዲ ክጸልዎ ይኽእልዶ ካብ ዝብል ስክፍታ ክኸውን ይኽእል እዩ። እዚ ሕጂ ቅኑዕ ስክፍታ እዩ። ካልእ ኮኔልካ እውን ክኸውን ይኽእል እዩ ከምኡ ዓይነት ሕቶ ዝመጽእ ማለት እዩ። እንታይ ማለት እየ ሕጂ ኮኔልካ ነቲ ስራሕ እንተ ዘይተቐቢልካዮ ነቲ ተበግሶ እንተ ዘይተቐቢልካዮ እንተዘይፈቲኻዮ ወይ ክትዕንቅፎ እንተ ደሊኻ ካብ ዝግበሩ ወይ ካብ ዝወሃቡ ምክንያታት እዩ ማለት እዩ። ስለዚ ሕጂ ነታ ሕቶ ስለ ከምኡ ዓይነት ሕቶ ስለ ዝሓተትኩም ናይ ብሓቂ ጽብቕቲ ሕቶ እያ ናትኩም ሓሳብ እዩ ማለት ኣይኮነን እዚ ክሕቶ ትረኽቦ እዩ ማለት እዩ መብዛሕትኡ ግዜ ስለዚ እንታይ እዩ ሕጂ ኣነ ስለምንታይ እዛ መፅሓፍ ናተይ ብኸመይ ዝሪኣ ኣብዚ ዘሎ ህሉ ኩነታት ቅድሚ ምእታወይ ቅድሚ ምዝራበይ ምናልባት ከም መእተዊ ክጥቀመላ እዚኣ እዚ ዘሎ ኩነታት ትብል ካብኣ ተበጊሰ ቅሩብ መግለፂ ክህብ ክፍትን እየ እንታይ እዩ ሕጂ እዚ ህልው ኩነታት ወይ ዝደለናሉ መድረኽ ክንብል ከለና ንዓይ እንታይ ዝረኣየኒ ክልተ ኣክተራት ኣለዉ ኣብዚ ህሉው መድረኽ ክልተ ቀንዲ ኣክተራት ወይ ክልተ ቀንዲ ተዋሳእቲ ኣለዉ ኮይኑ ይስመዓኒ። እቲ ሓደ ብዓቢኡ እቲ ኣብ ውሽጢ ሃገር ኣብ ኤሪትሪያ ዘሎ ስርዓት እዩ። እቲ ካልኣይ ከኣ ነቲ ስርዓት ዝቃወም ዘሎ ሓይልታት እዩ። ስለዚ እዞም ክልተ እዚኣቶም እቶም ቀንዲ ኣብዚ ሕጂ ዘለናሉ መድረኽ ተዋሳእቲ ገይረ ይወስዶም። እቲ ኣብ ውሽጢ ኤርትርያ ዘሎ ስርዓት እቲ ቀንዲ እዩ ክብል ከለኹ ንኣብነት እዚ ዘለናሉ መድረኽ ኣብኡ ንክንበፅሕ ቀንዲ ተዋሳኣይ ኮይኑ ደፊኡ ኣብዚ ዘለናዮ መድረኽ ዘብፅሓና እዩ እቲ ተቃዋማይ በቲ ሓደ ወገን ከዓ ነቲ ስርዓት እንዳተቃወመ ኣብቲ ነንሓድሕዱ ዝገብሮ ፖለቲካዊ ቅርቁስ ንገዛእ ርእሱ ኣብ ዝደለናዮ መድረኽ ዝብል መግለጺ ኣእትየዮ ኣለኹ ማለት እዩ። ሕጂ እቲ ስርዓት እንታይ እዩ? እቲ ስርዓት ኣብዚ ሕጂ እዋን ክንሪኦ ከለና እቲ ስርዓትን ነቲ ስርዓት ዘካይዱ ዘለዉ ባእታታት እንተ ርኢናዮም ምስቲ ተቓውሞ ብምውድዳር ማይኖሪቲስ እዩ። እቲ እቲ ስርዓት ሕጂ ማይኖሪቲስ ብብዝሒ ማይኖሪቲስ እዩ ብውክልና ማይኖሪቲ እዩ ብኩሉ ነገራቱ ማይኖሪቲ እዩ እቲ ስርዓት ስለምንታይ ደኣ እዩ ሓይሉ እንተ ኢልና ሓደ እቲ መንግስቲ እቲ መንግስታዊ ትካላት ኣብ ትሕቲ ቁፅፅሩ ስለ ዘሎ ዓለማዊ ኣፍልጦ ናይቲ ሃገር ኣብ ትሕቲኡ ስለ ዘሎ ኩሉ ፀጋታት ናይቲ ሃገር ኣብ ትሕቲኡ ስለ ዘሎ ወላ እቲ ህዝቢ እውን ኣብ ትሕቲኡ ስለ ዘሎ ናብቲ ዝደልዮ በቲ ዝደልዮ መንገዲ ክጥቀመሉ ስለ ዝኽእል ብልጫ ኣለዎ ሕጂ ከምኡ ብልጫ ስለ ዘለዎ ዓብላሊ ሓይሊ እዩ ማለት እዩ። ካብኡ ሓሊፉ ግን ከምቲ ዝበልክዎ ማይኖሪቲ እዩ እቲ ስርዓት ማለት እዩ። እቲ ተቃውሞ ክሪኦ ከለኹ እንታይ እዩ ኣነ ኣርባዕተ ምድባት ምበልኩ ነቲ ተቃውሞ ኣብ ኣርባዕተ ምድባት ምመቐልክዎ ነቲ ተቃውሞ እንታይ እየን እዘን ኣርባዕተ ምድባት ብኣተሓሳስባን ብመርገጽን በካይዳን እየ ኣብ ኣርባዕተ ምድባት መቒለዮ ዘለኹ። እቲ ቀዳማይ ምድብ ኢለዮ ዘለኹ ደረቕ ሃገራዊ ኣተሓሕዛ ዝኽተሉ ባእታታት፣ እቲ ካልኣይ ምድብ ኢለዮ ዘለኹ ከኣ ሕቶ መሰል ኣልዒሎም ዝንቀሳቐሱ ባእታታት ማለት እዩ። ሳልሳይ ከኣ ራዲካል ስትራተጂ ኣበጊሶም ነቲ ዘሎ ተቓውሞ ብናቶም መንገዲ ክሕዝዎ ዝፍትኑ ዘለዉ ባእታታት፣ ኣብቲ ራብዓይ ምድብ ከኣ ትግራይ ትግርኚ ዝብል ካብ ናይ ኣርብዓታት ዘግስግ ኮይኑ ግን ሕጂ ሓዲሽ ከም ሓዲሽ ዝንቀሳቐስ ዘሎ ምድብ ማለት እዩ። ስለዚ ሕጂ ነዞም ኣርባዕተ ባእታታት እዚኦም ክንሪኦም እንከለና፣ እንታይ ክገልጽ እየ እቲ ኣሉታ ናቶምን ኣወንታ ተለዎምን እቲ ኣወታ ናቶምን ክገልጽ እየ ማለት እዩ ስለዚ በቲ መጀመርታ ክጅምር እንተኮይነ እቲ ደረቕ ደረቕ ሃገራውነት ዘለዎም እዚኣቶም እንታይ እዮም እቲ ዝኽተልዎ ኣተሓሳስባ ሃገራውነት ዝብል እዩ ሕጂ እቲ ሃገራውነት ኩሉ ነገር እዩ ንዕኦም እዚ ኣተሓሳስባ እዚ ካብቲ ናይ ሱሳታትን ሰብዓታትን ዝነበረ ኣተሓሳስባ ሃገራውነት ክሳብ ሕጂ ዝቐጸለ ኣተሓሳስባ እዩ እንታይ እዮም ንሳቶም ሕጂ ንዝኾነ ይኹን ክለዓል ዝኽእል መሰል ክስታይ ዘይገብሩ እዮም ነቲ መሰላት ክጸቕጡ ዝደልዩ እዩ ብባህሪ ናይቶም ባእታታት ንዝኾነ ይኹን መሰላት ናይ ሕብረተሰብ መሰላት ድዩ ውልቃዊ መሰላት ድዩ ካልእ መሰላት ድዩ ክሓቱ ንዝደልዩ ዝፀቕጡ ባእታታት እዮም እዚ ሓደ ኣብቲ ኣተሓሳስባ ንነዊሕ ግዜ ዝኸደ ሓደገኛ ዝኾነ ኣተሓሳስባ ሒዞም ዝንቀሳቀሱ ባእታታት እዮም ማለት እዩ ሕጂ ንኣብነት መሰላት ናይ ውልቀ ሰባት ኣብ ዝለዓለሉ እዋን፣ መሰላት ሃይማኖታት፣ መሰላት እምነታት ኣብ ዝለዓለሉ እዋን፣ መሰላት ናይ ቀቢላታት ድዩ መሰላት ናይ ብሄራት ኣብ ዝለዓለሉ እዋን፣ ነዚ ነገራት እዚ ብዝከኣሎም መጠን በቲ ሃገራዊ ኣተሓሳስባ ክድህክዎ እዮም ዝፍትኑ። ኩሉ ግዜ ነዚ ዝመጽእ መሰላት ከም ጠንቂ ናይ ኮንፍሊክት ናይ ግጭት ገይሮም ስለ ዝሕዝዎ ኩሉ ግዜ እቲ ሃገራውነት ክመጽእ ኣለዎ ብዝብል ምስምስ ነዚታት ክዓብጥዎ እዮም ዝፍትኑ ሕጂ እቲ ኣሉታ ናቱ እንታይ እዩ መፍትሒ ኣይረኽብሉን እዮም ነዚ ነዚ ዝዓብጥዎ መሰላት መፍትሒ ኣይረኽብሉን እዮም ጥራይ ተዓቢጡ ክኸይድ እዮም ዝደልይዎ ስለዚ ሕጂ መፍትሒ እንተ ዘይረኺብካሉ ሓደ ቁስሊ ከዓ ንግዚኡ ኢኻ ትዓብጦ እምበር ምትኳሱ ይተርፎን እዩ ሳምሃው ስለዚ ሕጂ ኣብኡ ሽግር ኣሎ ኣብዚ ኣተሓሳስባ እዚ ንመሰላት ዓቢጥካ ብሃገራውነት ጥራይ እንዳ እንዳ እንዳዘመርካ ክትከይድ ምድላይ ዝኾነ ሕቶ ናይ እምነት ድዩ ናይ ካልእ ዝተፈላለዩ እዞም ዝጠቐስክዎም ሕቶታት ኣብ ዝለዓለሉ እዋን እዚኣቶም ጠንቂ ኣንጻር ሃገራውነት ስለ ዝኾኑ ጸቢብነት ስለ ዝኾኑ ገለ ገለ ዝብሉ ኣገላልጻታት እንዳተዋህቦም ክድቆሱ ኣለዎም ስለዚ ሰብ ነጻ ኮይኑ ብዛዕባ እዚኣቶም እዚኦም ክዛረብ ኣይክእልን እዩ፣ ክሓስብ ኣይክእልን እዩ፣ ክንቀሳቐስ ኣይክእልን እዩ፣ ብዛዕባ ሃገራውነት ጥራይ እዩ እቲ ጉዳይ ክኸውን ዘለዎ። ሕጂ ሓቆም ድዮም እዞም ባእታታት እዚኦም ከምኡ ዝብሉ ኢልካ ከኣ ትሓትት ኢኻ ን ሳምታይምስ ሓቆም ድዮም ናይ ብሓቂ ድዮም እዚ ነገር እዚ ከም ዘይሰርሕ ይርእይዎ ኣለዉ ን ናይ ስሳታት ናይ ሰብዓታት ኣይሰርሐን ክሳብ ሕጂ ብከምኡ ክኸዱ ዝደልዩ ዘለውሲ ስለምንታይ እዮም ኢልካ ክትሓስብ ከለካ ኣብ ውሽጦም ክትሪኦም ከለካ ከኣ ናይ ብሓቂ ኣብ ባይታ ካልእ ነገር እዩ ምክንያቱ እዞም ባእታታት እዚኣቶም እቲ ዝዛረቦ ፖለቲካ ርእ እንተ ኣሽሙ ፖለቲካል ኮሬክትነስ ማለትሲ እዚ ክዛረበሉ ዝጸናሕኩ ቅኑዕ ክትከውን ምድላይ ሰብ ብዝተፈላለዩ እንዳምጻ ልክዕ ከም ስርዓት ዝገብሮ ዘሎ ማለት እዩ ኣብ ውሽጦም ግን ኩላቶም ነናቶም ሕማማት ኣለዎም ነናቶም ዝተፈላለየ ሕማማት ኣለዎም ንሱ ከዓ ኩሉ ግዜ ዘባእሶም ዘበላልዖም ዘናቑቶም ነናሓድሕዶም ዘይምስምማዕ ዝፈጥረሎም እቲ ሓቢኦሞ ዝኸዱ ካልኣዊ ገጽ ናቶም ንሱ እዩ እቲ ሽግር ስለዚ ቅንዕና የለን ኣብዚ ኣብዚ ኣተሓሳስባ እዚ ብጣዕሚ ሓደገኛ ኣተሓሳስባ ክብዳህ ዘለዎ ኣተሓሳስባ ኮይኑ ይስምዓኒ ግን ካልኣይ ክፋል ኣለዎ ነዚ ነዚ ነዚ ደረቕ ሃገራዊ ካልኣይ ክፋል ኣለዎ እዚ ካልኣይ ክፋሉ እንታይ እዩ እቲ ሃገራዊ ክብርታት ክዕቀብ ኣለዎ ዝብል ባእታታት ኣለዉ ኣብ ውሽጡ ሃገራዊ ክብርታት ታሪኽ ናይ ኤርትራ ክዕቀብ ኣለዎ ክድምሰስ የብሉን ክጓሓፍ የብሉን ዝኸፈልናሉ እዩ ናትና እዩ እዚ ክዕቀብ ኣለዎ እንዳበሉ መሰላት ግን ክንሕሉ ኣለና ዝብሉ ባእታታት ከዓ ኣብዚ ኣለዎ ኣብዚ ደረቕ ሃገራውነት ማለት እዩ ሕጂ በቲ ሃገራውነት ደረቕ ኢልና ክንብሎም እኳ ንኽእል እንተኾንና እቲ ናቶም ደረቕ ሃገራዊ ብሎ በቲ ድሌታቶም ንመሰላት ንምሕላው ግን ካብቶም ቀንዲ ደረቕ ሃገራውያን ዝሓሹ ባእታ ኣብዚ ምድብ እዚ እውን ኣለዉ። እዞም እዚኣቶም ብፍላይ ትሕቲ ሓምሳ ዕድመ ዘለዉ ክኾኑ ይኽእሉ እዮም። ምክንያቱ ብዙሕ ኣብቲ ዝሓለፈ ናይ ስሳታት ሰብዓታት ብዙሕ ጽልዋ ዘይብሎም ወይ ኣብ መንጎ ወይ ኣብ መወዳእታ ብክስታይ ዝተጸሉ ማለት እዩ። ብድሕሪኣ ትመጽእ እዞም ካልኣይቲ ምድብ ኢለያ ዘለኹ እዞም ሕቶ መሰላት ዘለዎም ባእታታት ማለት እዩ። ሕጂ እዞም ሕቶ መሰላት እንታይ እዩ እቲ ሕቶ ሃገራውነት ኣብ ቦትኡ ከም ዘሎ ኮይኑ እቲ ሃገራዊ ክብርታት ኣብ ቦትኡ ከም ዘለዎ ኮይኑ ካልእ ፍሉይ መሰላት ማርጂናላይዝድ ኮይና ዝብሉ ድዮም ተገል ንሕና ካብቲ ዘሎ ሃገራዊ ረብሓታት ፖለቲካዊ ድዩ ናይ ጸጋታት ድዩ ካልእ ንዑ ንዑ ዝተመሳሰለ ነገራት ንሕና ተወጊና ኣለና ማርጂናላይዝድ ኮይና ኣለና ዝብሉ ምናልባት እውን ቦታና መሬትና ተሓዲግና ኣለና ዝብሉ ኣብዚ ይኣትዉ ንኣብነት ሕጂ ናይ ዓፈርን ናይ ኩናማን ከም ኣብነት ምጥቃስ ይከኣል ማለት እዩ። እዚ ምድብ እዚ ሕጂ ሕቶ መሰል የልዕል ስለ ዘሎ እቲ ሕቶ መሰል ቅቡል ክኸውን ኣለዎ። ኩሉ ግዜ ከምቲ ሓንቲ ወይ ዝበልክዎ ንሕቶ መሰል ደቂስካ ክትከይድ ኣይትኽእልን ኢኻ። ምጥቋስ ሕቶ መሰል ስለ ዘይከኣል እዚ ናታቶም ሕቶ ኣነ ብወገነይ ቅኑዕ ኮይኑ ይስምዓኒ ኣብ ውሽጢ ሃገራዊ ሕቶ ክፍታሕ ኣለዎ ዝብል መርገጺታት ስለ ዝኾነ ብምሉኡ እቲ ዝለዓል መሰላት ብዓቢኡ ናይ ናይ ናይ ናይ ናይ ዓፈርን ናይ ኩናማን ኢለ ሕቶ ጀበርቲ እውን ኣሎ ሕቶ ጀበርቲ ሕቶ መሰል እዩ ንባዕሉ ካልእ ዝተፈላለዩ ሕቶታት እውን ኣለዎ ዓበይትን ንኣሽቱን እዚኣቶም ኣብ ውሽጢ ሃገራዊ መቓን ክፍታሕ ኣለዎ ዝብል እንተኣሽሙ ስለ ዘለዎም ኣነ እቲ ኣወንታ ናቶም ይረኣየኒ እዞም ምድብ እዚኦም እቶም ሳልሳይ ምድብ ብፍላይ ምስ መረሬ ዝተፈጥሩ ኮይኖም ዝስምዑኒ እንታይ ማለት እዩ ምስ መረሬ እቲ ድሕሪ ሰላሳ ዓመት ሃገራዊ ናጽነት ትጽቢት ተገይርሉ ዝነበረ ናጽነትን ራህዋን ሓርነትን ከምቲ ትጽቢት ዝተገብረሉ ስለዘይተፈጸመ ስለዘይተፈጸመ ጥራይ ዘይኮነስ ኣብቲ ኤርትራዊ ኣብቲ ዜጋ ኤርትራዊ ዝተፈላለዩ ግፍዕታት ስለ ዝፍጸም እሞ ከኣ ብፍላይ ኣብቲ መንእሰይ ኣዝዩ እቲ መንእሰይ ዘይተጸበዮ ክወርዶ ዘይግባእ ግፍዕታት ስለ ዝወረደ ነዚ መረረ እዚ ብምቅዋም ዘበገስዎ ሓሳብ ኣሎ። ሓደ ራዲካል ዝኾነ ሓሳብ ክመጽእ ጸኒሑ ኣሎ። እንታይ እዩ እቲ ራዲካል ሓሳብ? እዚ ብህዝባዊ ግንባር ዝመጸ ኣተሓሕዛ ናይ ሕብረተሰብ ካብ መሰረቱ ክቕየር ኣለዎ። ነዚ ክቕየር እንድሕር ኮይኑ ኣተሓሳስባ ናይ ሰብ ክቕየር ኣለዎ ዝብል ኣተሓሳስባ እዩ። ምናልባት እዚኣ ሕጂ ኣብ ሳውዝ ኣፍሪካ መንእሰያት ነይሮም ከምኡ ዓይነት ኣብቲ ኣብቲ ሽዑ እዋን 2004 2005 ሽዱሽተን ሸውዓተን ኣብ ዝነበረሉ እዋን ብጎነጽ ዶ ብዘይጎነጽ ዶ ቃልሲ ዝብል ክትዓት ኸደሉ ዝነበረ እዋን ሓንቲ መጽሓፍ ናይ ጆን ሻርፕ ተተርጒማ ብትግርኛ ኣቕሪቦማ ነይሮም ኣ ብድሆ ኣንጻር ኣተሓሳስባና ትብል ሕጂ እንታይ እቲ ቀንዲ ዕላማ ናይዚ ንሕና እንተ ክንቅይሮ ኮይና እቲ ስርዓት እቲ ሰብ ኣተሓሳስቡ ክቕየር ኣለዎ እዚ እቲ መሰረታዊ ነገር እየ ትብል ልክዕ ብኡ ከዓ እዚ ራዲካል ቸንጅ ዝብሎ ዘለኹ እቲ ኣተሓሳስባ ክቕየር ኣለዎ ትብል እንዳ ዓበየት ኣብ ዝተፈላለዩ እዋን ትመጽእ ማለት እዩ ድሓር ኣብ ምንታይ ማዕቢላ ግን እቲ ኣተሓሳስባ ንብሙሉኡ ደምሲስካ ሓድሽ ነገር ክምስረት ኣለዎ ዝብል ኣተሓሳስባ ወይ ስትራተጂ ክቕልቀል ጀሚሩ ማለት እዩ። እንታይ እዩ ንብሙሉኡ ደምሲስካ ሕጂ ንብሙሉኡ ወላ እቲ ታሪኽ ታሪኽ ዝበሃል ኣይነበረን። ታሪኽ ገድሊ ጓሓፍ እዩ። ገድሊ ናይ ሽፍትነት እዩ ገለ እንዳበልካ ኣዝዩ ራዲካል ዝኾነ ኣተሓሳስባታት መፅኡ ንብምሉእ ጉሒፍካስ ሓድሽ ነገር ሕጂ እዚ ክልተ ገፃት ኣለዎ ኣነ ክሪኦ ከለዎ እንታይ እዩ እቲ ሓደ ገፅ ኣገዳሲ ገፅ ኮይኑ ትስምዓኒ እቲ ስትራተጂ ከም ስትራተጂ ንሓደ ሕብረተሰብ ክትቅይሮ እንድሕር ኮንካ በተሓሳስብኡ ንክትቅይሮ በተሓሳስብኡ ክትቅይሮ እንተኮንካ ኣብ ቅድሜኻ ዘሎ ክፈርስ ኣለዎ ክተፍርሶ ኣለካ ከም ስትራተጂ ብጣዕሚ ጽቡቅ ስትራተጂ ኮይኑ ይስማዕና ኣነ ክሪኦ ከለኩ ከም ኣካይዳ ነቲ ዝተሃንጸ ታሪክ ክተፍርስ ገድሊ ክተፍርስ እንድሕር ኮንካ ንታሪክ ተፍርስ ኣለካ ገዛካ ተፍርስ ኣለካ ማለት እዩ ገዛካ እንድሕር ክተፍርስ ኮንካ ከኣኒ እቲ ክተምጽኦ ትደሊ ዘለካ ለውጢ ምሉእነት ክህልዎ ኣይክእልን እዩ ስለዚ ኣብ ክልተ እየ ድመቕሎ እቲ ሓደ ስትራተጂ መሰረታዊ ራዲካል ለውጢ ክተምጽእ ምድላይ ብጣዕሚ ጽቡቕ ነቲ ብ ቅድሚኻ ዓንቂፉካ ዘሎ ክተፍርሶ ምድላይ ብጣዕሚ ጽቡቕ ግን ክተለሊ ክትክእል ኣለካ ነና ኢኻ ተፍርስ ነና ኢኻ ተፍርስ ታሪኽ ኣይኮንካ ተፍርስ ገድሊ ይኮንካ ተፍርስ እቲ ኣብ ገድሊ ዝነበረ ካይዳ ድሕሪ ገድሊ ዝሰዓበ ኣተሓሕዛ ንዑታት ክተፍርስ ኣለካ መሰረታዊ ራዲካል ክስተ ጌርካ ክተፍርሶ ከም ዘለካ ጽቡቕ እዩ ምስኡ ግን ዝኸይዲ ሕጂ እንታይ ኣሎ ካልእ ጽቡቕ ናይ መሰላት ሕቶ ኣብዚ ቦታ እዚ ማእከል ይሕዝ ማለት እዩ እንታይ እዩ ሕጂ ሰብ ከም ሰብ ክኽበር ኣለዎ እዩ እቲ- እቲ- እቲ እንታ ሽሙ ሰብ ቅድሚ ዝኾነ ይኹን ክመጽእ ኣለዎ ሕጂ ዝኾነ መንደቕ ንኽትነድቕ ሰብ ሓሪድካ ኣይኮንካን መንደቕ ትነድቕ መጀመርታ ሰብ ኣኽብሮ ድሓር እቲ መንደቕ ስርሓዮ እሱ እዩ እቲ ፊሎዞፊ እ፣ ስለዚ ሰብ ክኽበር ኣለዎ ዝብል ፊሎዞፊ ከኣ ብጣዕሚ ጽቡቕ እዩ ምስቲ ናይ መሰላት ዝተኣሳሰር እዩ ሕጂ ኣብዚኣ እ፣ ኣብታ ቀዳመይቲ ምድብ ዘእተኹዎም እቶም ካልኣይ ክፋል እቲ ሃገራዊ ክብርታት ክሕሎ ኣለዎ ዝብሉ መሰል ክሕሎ ኣለዎ ዝብሉ ምስቶም ካልኣይ ምድብ ብዛዕባ መሰል ዝጣበቑን እዞም ሳልሳይ ክፋልን ኣብቲ መሰላዊ ሸነኻት ክተሓሓዙ ይኽእሉ እዮም ክራኸቡ ይኽእሉ እዮም ዝብል ኣሎ ኢን ዘ ፊቸር እውን ኣብ መጻኢ እቲ ዘለዎም ፍልልያት እንዳጽበቡ ብሓንሳብ ክሰርሑ ዝኽእሉ ባእታታት ኮይኖም ይስምዓኒ ወላ ኣብ ዝተፈላለየ ፖለቲካል ፓርቲ ድዩ ብዝተፈላለየ እንተኣሽሙ ኮይኖም ግን ተረዳዲኦም ክሰርሑ ዝኽእሉ ባእታታት ኮይኑ ይስምዓኒ ኣብቲ ናይ ራብዓይ ምድብ እትዮ ዘለኹ ትግራይ ትግርኝ ኢለዮ ዘለኹ ወይ ትግራይ ትግርኝ ዝፍለጥ እንታይ እዩ ሕጂ ምናልባት ኣብ ሽሕን ትሽዓተ ሚእትን ኣርባዓታት ዝነበረ ፖለቲካ እዚ ትግራይ ትግርኚ ዝነበረ ሓደ ክፋል ናይቲ ሽዑ ዝነበረ ፖለቲካ እዩ። ሕጂ ደግሲ ናቱ ኮይኑ ይስማዕካ ግን እቲ ሽዑኡ ዝነበረ ቅድሚ ሰብዓ ዓመት ዝነበረ እዩ። ሎሚ ኤርትራ ሃገር ምስ ወጸት ልዑላውነታ ምስ ተረጋገጸ ከም ሃገር ምስ ተፈልጠት ኢንተርናሽናሊ ዝኸውን ዘሎ ነገር እዩ። ስለዚ ኣብዚ ፍልልይ ኣሎ መጀመርታ ደሓር እዚ ናይ ሕጂ ዘሎ ትግራይ ትግርኚ ካብቲ ናይ ቀደም ዝነበረ ትግራይ ትግርኚ ብምንታይ ይፈልዮ እንተኢልና እዚ ናይ ሕጂ ትግራይ ትግርኚ ብዋጋ ሕብረተሰባት ኤርትራ ክኸይድ ይፍተን ስለ ዘሎ እዩ እቲ ስትራተጂ ናቱ ብዋጋ ሕብረተሰባት ኤርትራ ክግበር ይድለ ስለ ዘሎ እዩ እንታይ ማለት እዩ ሕጂ ንኣብነት እዚ ከም ትግራይ ትግርኚ እቲ ቀንዲ መረሬ ናይ ትግራይ ትግርኚ እንታይ እዩ? ህዝቢ ትግርኛ ተወጺዑ። ህዝቢ ትግርኛ እቲ ቀንዲ ግዳይ ናይዚ ዘሎ ስርዓት እዩ። ህዝቢ ትግርኛ እቲ መጋበርያ ናይዚ ስርዓት ኮይኑ ግን ዋላ ሓንቲ ዘይረኸበ። ህዝቢ ትግርኛ ባህልታቱን ክብርታቱን በዚ ስርዓት እዚ ተደምሲሱ ዘሎ ዝብል እዩ። እዚ ሕጂ ንባዕሉ ጸገም ኣይኮነን። ማለት ሓደ ዝኾነ ሕብረተሰብ ብዛዕባ መሰላቱ ብዛዕባ ናቱ ክብርታት ክጣበቕ ከምዚ ጸገም ኣሎ ከምዚ ጸገም ኣሎ እንዳበለ ብጭብጥታት እንዳገበረ ብኣብነታት እንዳገበረ ክዛረብ ክማጎት ክውደብ ጽቡቕ እዩ ዋላ ሓንቲ ጸገም ዘለዎ ኣይኮነን እቲ ሽግር ናይዚ ናይዚ ምድብ እዚ ሕጂ ኣብ ምንታይ እዩ ድመጽእ ከምቲ ሓንቲ ወያ ዝጠቐስክዎ ብዋጋ ናይ ካልኦት ክኸውን ይድለ ስለ ዘሎ እዩ። ሕጂ ብዋጋ ናይ ጋልኦት ክግበር ይድለ ስለ ዘሎ ጥራይ ዘይኮነ እንታይ እዩ ዘሎ ሕጂ ነቲ ካልእ ሕብረተሰባት ኣጥፊእካ ንበይንኻ ዶሚናንት ኮንካ ክትንበር ክንበር ይድለ ስለ ዘሎ እቲ ትግርኛ ትግራይ ትግርኚ ዝበሃል እታ ኤርትራ ንብላ ዘለና ሃገር ናቱ ጥራይ ጌርካ ክውሰድ ይድለ ስለ ዘሎ፣ እቲ ኩሉ ክብርታትን ትሕዝቶታትን ናይ ትግርኛ ንሱ'ዩ እቲ ሃገራዊ ክኸውን ዘለዎ፣ ከምኡ ክግበር ስለ ዝድለ። ነቶም ካልኦት እህዛብ ነዚ ክብርታት እዚ ተቐቢሎም ኣብቲ ክብርታት እቲ ኣትዮም ናቶም ኣጥፊኦም፣ ኣብቲ ክብርታት እቲ ኣትዮም እንተደኣ ማይኖሪቲ ኮይኖም ወይ ዘሊሊን ኮይኖም ክነብሩ እንተደኣ ዘይክኢሎም ቫዮለንስ ክግበር ኣለዎ። ዕኑፍ ክካየድ ኣለዎ። ክቕተል ኣለዎ ሰብ። ክስጎግ ኣለዎ ሰብ። እስላማይ ካብ ኤርትራ ክወጽእ ኣለዎ ኤርትራ ናይ እስላም ኣይኮነትን እንተ ክነብር ኮይኑ ነዚ ናይ ትግርኛ ክብርታት ተቐቢሉ ሕጂ እንታይ እዩ እዚ ናይ ትግርኛ ክብርታት ዝበሃል ዘሎ እቲ ክርስትያናዊ ክብርታት ማለት እዩ ንዕኡ ተቐቢሉ ኣብ መወዳእትኡ እውን ኣብ ክርስትና ኣትዩ ክነብር ኣለዎ ኢድ እቲ ዝኸይድ ዘሎ እቲ ዘረባ ማለት እዩ ሕጂ እቲ እስላማዊ ሕብረተሰብ ክጠፍእ ኣለዎ ሕጂ እቲ እስላማዊ ሕብረተሰብ ኩሉ ግዜ ዝጥቀስ ሕጂ ናይ ጀበርቲ ሕቶ እዩ ማለት እዩ ናይ ጀበርቲ ሕቶ ይመጽእ እንታይ ይግበር ጀበርቲ ብመሰረቱ ሕጂ ከም ድላይ ከዓ ከዓ ተጻፍዖም ናይ ጀበርቲ ኣብቲ ፖለቲካዊ ኣገላልፃ ናይ ኤርትራ ንጀበርቲ ኣብ ዝደለኻዮ ኢኻ ተእትዎ ኣብ ዝተወሰነ እዋን ኣብቲ ዘይደለኻዮ ሸነኽ ኣብኡ እቲኻ ትገልጾም ማለት ሕጂ እቶም ቀንዲ ታርጌት ጀበርቲ ይኾኑ ማለት ጀበርቲ ሕጂ ብመሰረቱ ኣብዚ ኣይምልከቶምን እዩ እቶም ቀዳሞት ክጓሓፉ ዘለዎም ሕብረተሰብ እዮም ድሓር ፀኒሕ ኢልካ ከዓ ሳሆ ተምፅእ ማለት እዩ ሳሆ ከዓ እቶም ምስ ጀበርቲ ክጓሓፉ ዘለዎም እዩ ሕሉፍ ሓሊፎም ኣጣለ በጊዕ ተረኪቦም ያኢ ኮብኪብካ ኣብ ሓደ እንተ ኣሽሙት ኢኻ ከምዚ ናይ ቡርማ ክትሓርዶም ኣለካ ሕጂ እዚ ኣብዚ ምድብ ዘሎ ስትራተጂ ናይ ብሓቂ ዘስደምም ስትራተጂ እዩ ኣብ መበል 21 ክፍለ ዘበን እሞ ከ ኣብ ኤርትራ ቡርማ ኤርትራ ሲ ቡርማ ኣይኮነትን ነው ሕጂ ኣብ ኤርትራ ኮንካ ዝግበር ዘሎ እቲ ዝኸፍአ ነገር ከኣ እንታይ እዩ ሕጂ ወይቲ ምስኡ ተኣሳሲሮም ዝገልጽዎ እንታይ እዩ ነቲ ስላማይ ኣውጺኻ ጉሒፍካ ንህዝቢ ካብ ትግራይ ክተምጽእ ሕጂ እንታይ እዩ ትግራይ ዘሎ ህዝቢ ኣካል ናይዚ ትግራይ ትግርኝ ኢሎም ስለ ዝሓስቡ ነቲ ኣብ ትግራይ ዘሎ ህዝቢ ከኣ ናብ ኤርትራ ተስፍሮ እዩ እቲ ዘረባ ማለት እዩ እንታይ ማለት እዩ ሕጂ ነቶም ትግራይ ካብ ትግራይ ኣምፂኻ ኣብዚ ክተስፍሮም ናብ ኤርትራ ክተስፍሮም ሓደ ንዕቀት ኣብ ልዕሊ እቶም ተጋሩ እዩ ትግራይ ሲ እንታይ ከትብሎም ዘለካ ዓድኹም ትርጉም ስለ ዘይብሉ ደረቕ ስለ ዘይብሉ ኣብዚ ምፂና ሰፈራታት ክነእትዎም ኢና ትብሎም ዘሎ ካብዚ ዝኸፍእ ንዕቀት ኣብ ልዕሊ ህዝቢ ትግራይ ማለት እዩ ብተወሳኺ እንታይ ትብል ነቶም መራሕቲ ናይ ትግራይ ንቴስዓን ገለመለን ሚልዮን ህዝቢ ዝመርሑ ዘለዉ ንዕኦም ከዓ እንዳከሻመሽካ እንዳፀረፍካ ኣይጠቕሙን እዮም እንዳበልካ ብድዐ ትዕቢት እዚ ሕጂ ነቲ ህዝቢ ትግራይ ክሳብ ክንዲ ምንታይ ንዕቀት ከም ዘለዎ ዝምድብ እዚ ዘርእየካ ነገር ማለት እዩ ሕጂ ከምኡ እንዳነዓቅካ እንዳበልካ ኣምጺእና ኣብዚ ንሓስባ ዘለና ናይ ኤርትራ ትግራይ ትግርኚ ኣብኡ ናትና ሰራሕተኛታት ክንገብረኩም ኢና ክትነጥቁልና ኢኹም እቲ ንሃንጾሲ ንስኻትኩም ሰራሕተኛታት ኮንኩም ዓድኹም ስለ ዘይትጠቅም ሕጂ ነቲ ህዝቢ ነቲ ህዝቢ ናይ ትግራይ ደንቆሮ ትብሎ ኣለኻ ማለት እዩ ትጸርፎ ኣለኻ ማለት እዩ እቲ ዘገርም ሕጂ እንታይ እዩ እንታይ ሓበሬታታት ኣሎ እዞም ባእታታት እዚኦም ኣብዛ ትግራይ ትግርኚ ዘለዎ ባእታታት ትማሊ ትማሊ ኣብ መንጎ ኤርትራን ኢትዮጵያን ኲናት ምስ ተወልዐ ካብትን ካብትን ህዝቢ ክስጎግ ከሎ እቶም ቀንዲ ቀንዲ ናይቲ ስርዓት የማናይ ኢድ ኮይኖም ተጋሩ ዘጋፍዑን ተጋሩ ዝሰጎጉን ኣንጻር ተጋሩ ዓው ኢሎም ኩሉ ክፍኣታት ዝገብሩ ዝነበሩ ባእታታት እዮም። ስለዚ ሎሚ ሕጂ መሬት ዕንቁ ምስ ኮነት ኤርትራ ምስ ትግራይ ስለ ዝተባእሰት ትግራይ ኢትዮጵያ ሒዛ ዓባይ መንግስቲ ምስ ኮነት ክትምዕብል ምስ ረኣዩዋ ሕጂ መሬት ምስዑብ ምዕንቁ ምስ ኮነት ተጋሩ ኣሕዋትና እዮም ትግራይ ትግርኛ ብሓንሳእ ኢና ንኸውን ገለ ኢልካ ስለዚ ሕጂ ኣብዛ ምድብ እዚኣ ንዓይ እንታይ ዝረኣየኒ ብሓፈሽኡ ኣሉታ እምበር ዝኾነ ኣውንታ ኣይረኣየንን እዩ ቀጻልነት ዘለዎም ኮይኑ እውን ኣይስምዓንን ማለት እዩ ሕጂ ምስኣ እንታይ እዩ ሕጂ እታ ናተይ መፅሓፍ እኒያ እታ ከም መእተዊ ተጠቒመሉ ነዚ ህልው ኩነታት ትብል ኩሉ ግዜ ከምቲ ዓንተወይ ዝበልክዎ ዝኾነ ስራሕ ወይ ዝኾነ መጽሓፍ ክጽሓፍ ከሎ ኣብ ዝተወሰነ መድረኽ ኣብዚ ሕጂ እዋን ስለምንታይ ከምኡ ኣተደልዩ እዩ ዝበሃል እዛ ናተይ ሕጂ ብዛዕባ ጀበርቲ ስለ ዝተጻሕፈት ብዛዕባ ጀበርቲ ጥራይ ምጽሓፍሲ ምናልባት ጸቢብነት እዩ ከምቲ ዓንተወ ኣብቲ ደረቕ ሃገራውነት ክገልጾ ዝጸናሕኩ ኣብ ከምኡ ኣቲኻ ክትሪኦ ትኽእል ኢኻ ጸቢብነት እዩ ብዛዕባ ጀበርቲ ጥራይ ምዝራብ ብዛዕባ ኤርትራ ዘይትዛረብ ብዛዕባ ኤርትራ ክትጽሕፍ ትኽእል ኢኻ ከምኡ ዝመጸና ሓበሬታ እንታሽሙ እንታሽሙ ርእቶታት እውን ኣሎኖ ናይ ብሓቂ ብዙሕ ነገር እዩ ዝኸይድ ኣብዚ ዘለናሉ እዋን ብዛዕባ ምጽሓፍ መጺኻ ብዛዕባ መርገጻት ናይ ሰባት መጺኻ ዝግበር ነገራት ብፍላይ ኣብዚ ዘለናሉ ናይ ሶሻል ሚድያ እዋን ብዙሕ ነገራት እዩ ዝኸይድ ኣዝዩ ብዙሕ ነገራት እዩ ዝኸይድ ሕጂ ብቲ ሶሻል ሚድያ እንታይ እዩ እቲ ጽቡቕ ኩሉ ሰብ ጋዜጠኛ እዩ ኩሉ ሰብ ፖለቲከኛ እዩ ኩሉ ሰብ ፈላጥ እዩ ኩሉ ሰብ ክኢላ እዩ ሳንሱር ትገብሮ ነገር ኣይኮነን ንኣብነት ሬድዮ እንድሕር ኮይኑ ወይ ዌብሳይት እንድሕር ኮይኑ ወይ ገለ ዋናታት ስለ ዘለዎ ዘኽፍእን ዘየኽፍእን እንዳረኣዩ ክስታይ ክገብርዎ ይኽእሉ እዮም ኣብ ፌስቡክ ግን ሰብ ትሪኦም ሮቦት ትሪኦም እቶም ሮቦት መን እዮም ኣይትፈልጥን ኢኻ ዝኾነ እንታ ሽሙ ዝበብ ዓይነቱ ዘረባታት እዮም ትብሉ ንኣብነት እዛ ዓብዱስሌማን ኣብታ ናይ ደይ ኦፍ ጀበርቲ ፕሬዘንቴሽን ጌርካ ነርካ ባይዘወይ ነዛ ደይ ኦፍ ጀበርቲ ከዓ ከምኡ ገይሮም ክሳይ ዝገበርዎ ብጣዕሚ ዘይመልክዓ ሂቦም ገሊፆማ ማለት ደይ ኦፍ ጀበርቲ ጀበርቲ ተኣኪቦም ተንኮል ይኣልሙ ኣለዉ ጀበርቲ ተኣኪቦም ኣንፃር ክርስትያን ሸርሕታት ይገብሩ ኣለዉ ጀበርቲ ተኣኪቦም ጀበርቲ እንተዘየፍሊጥኩምና ከምዚ ክንገብር ኢና ኢሎም ዘይተባህለ ዘይተገብረ እቲ ደይ ኦፍ ጀበርቲ ዓመታዊ ዝግበር ደቂ ጀበርቲ ዝራኸብሉ ኩሉ ኢሹስ ዘዕልሉሉ እዩ ማሕበራዊ ኢሹ የዕልሉሉ ፖለቲካዊ እሹ እንተሎ እውን የዕልሉሉ ኣብዚ ዝኸይድ ዘሎ ሃገራዊ ፖለቲካዊ ምንቅስቃሳት እንታይ ኣበርክቶ ክንገብር ንኽእል ብኸመይ ጌርና ክንሳተፍ ንኽእል እንታይ ዓይነት ፖዘቲቭ ኮንትሪቢሽን ክህልወና ይኽእል ኢሎም ይዛረቡ። ሕጂ እዛ ናይ ዓሚ ዝተገብረት ቪድዮታት ሰብ ወረቐት ኣቕሪቡ ኩሉ ብዛዕባ ናይ ጀበርቲ ንዛረብ ተባሂሉ ብዛዕባ ናይ ጀበርቲ ሰብ ዘለዎ ወረቓቕቲ ኣቕሪቡ ብከምኡ ይኸይድ ነይሩ ሕጂ መታን እቲ ደገ ዘሎ እቲ ዝተዛረብናዮ ንክፈልጥ ተባሂሉ ከዓ ወላ ሓንቲ ከይጎደለ ብሙሉኡ እቲ ዝነበረ እቲ መዓልቲ ብጅበርቲ ብቪድዮ ተዘርጊሑ ዓለም ክሪኦ ምእንቲ። ዝሕባእ ነገር ከም ስለ ዘይብሉ ማለት እዩ ብሙሉኡ። ሕጂ ብታ ዘቕረብካያ ዓብዱስሌማን ናይ ሓምሳን ገለን ደቒቕ ትኸውን ፕረዘንቴሽን ኔራ። ኣብኣ ሕጂ ምስታ ዘረባኻ ትኸይድ ካብዛ መጽሓፍ ጠቒስካ ኔርካ። ኣብኣ እንታይ እያ ሕጂ ክርስትያንሲ ካብ ላስታን ዓጋመን ዝመጹ ኢሉ ዓብዱስሌማን ተዛሪቡ። ነዚኣ ጌሮም ዘቃነይዋ ንገሪሙኒ ናይ ብሓቂ። ጀበርቲ ከምዚ ኢሎምና ክርስትያን ካብ ዓጋመን ካብ ላስታን ኢኹም መጺኹም ሕጂ ኢኹም መጺኹም ቅድሚ 600 ዓመት ኢኹም መጺኹም ኢሎምና ዋ ኣቶም ሰባ 600 ዓመት እኳ ብዙሕ 600 ዓመት ብዙሕ እዩ ሕጂ 600 ዓመት ኢኹም ዝመጸኹም ኢሉ እንታይ ኢሉ ዓብዱ ስሌማን ዝሓተተ እኳ የሎን ኣይነይቲ መጽሓፍ እዩ ዓብዱ ስሌማን ተወኪሱ ዝዛረብ ዘሎ ኣብታ ቪድዮ ከዓ ነጊርዎም ኣሎ ኖ መጽሓፍ መን እዮም ኤርትራውያን ጀበርቲ ትበሃል ኣብ ገጽ ክንድዚ ከምዚ ትብል ኢሉ ንዓ ይትንትን ነይሩ። ኣበይ ኣላ እዛ መጽሓፍ እዚኣ? ኣብ ከመይ ኣብ ከመይ ኮንቴክስት እያ እዛ ነጥቢ እዚኣ ተጻሒፋ ዘላ? ስለምንታይ ከምኡ ክበሃል ተደልዩ? ዝበለ የለን። ብምሉኦም ጥራይ ዓበይቶም ንኣሽቱ ገሊኦም ዘይትጽበዮም ሰባት ከማን ዘይትጽበዮም ሰባት ከምዚ ኢሎምና ጀበርቲ ካብ ላስታ ሕሉፍ ሓሊፎም ምስቲ መን ኢኻ ትብሎ እዞም ትግራይ ትግርኚ ዝዛረብዎ ዘለዉ ምስኣቶም እስላም ክነጥፍ ኢና ዝብሉ ነዛ ናይ ዓብዲ ስሌማን ዘረባ ምስኣ ሰሪዖም ጀበርቲ እውን ከም ዝብሉ ኣለዉ እንድዮም ኢሎም ናይ ብሓቂ ዝገርም እዩ ሕጂ እቲ ተሓሳስባ ክሳብ ክንዲ ምንታይ ጋሕማጥ ሕማቅ ገስረጥ ከም ዘሎ ናይ ብሓቂ የረዳእካ እቲ እቲ እቲ እቲ እቲ እንታይ ሽም ብቐንዱ ሕጂ እንታይ እዩ እቲ ናይ ምንባብ ልምዲ የለን እቲ ሰብ ኣየንብብን እዩ ንእሽተይ ነገር ሒዙ ጥራይ ጫፍ ሒዙ ኮለል ልብል በቃ በታ ዝደልያ ገይሩ ሽዑ ከም ድላዩ ገይሩ ይገማጥላ ከም ድላዩ ገይሩ እምበር ቀላል እንዲ ዓብዲ ስሌማን ካብ የምፅእዋ እዛ ዘረባ እዚኣ ኣብዛ መፅሓፍ እዚኣ ኢሉ ይነግሮም ኣሎ ብቲ ቪድዮ ተፃሒፉ ኣሎ ኣቤላ እዛ መፅሓፍ እዚኣ መን እዩ ፅሒፍዋ ስለምንታይ ከምኡ ተባሂላ ኣብ ምንታይ ኮንቴክስት ተፃሒፋ ኣላ ኢሎም ዘይፅሕፉ ሓራይ ኣነ ሕጂ ክገልፅ እየ ኣነ እየ ነዛ መፅሓፍ እዚኣ ፅሒፈ እያ እዛ ናይ ምናልባት ድሓር እውን ዝያዳ ተወሳኺ ክህብ ይኽእል እየ እዛ ናይ ላስታ መፅኣ ዘላ ኣብ ከመይ ኩነታት መፅኣ ኣላ ብዛዕባ ናይ ቢጃ ገልፅ ነይረ ብዛዕባ ናይ ቢጃ ሕብረተሰብ ቢጃ ይገልፅ ነይረ እዞም ሕብረተሰብ ቢጃ ኣብ ከበሳ ኤርትራ በለው ተባሂሎም ዝፍለጡ እዮም ጀበርቲ ዝበዝሑ ከኣ ካብዚ እዮም ዝወጹ፣ በለው እዮም ጀበርቲ ኢለ ይገልጽ ነይረ። ሕጂ ከምኡ እንዳገለጽኩ ከለኹ መወዳእታ ናይዚ ብጃዚ እንታይ ኮነ? ምኽንያቱ ድሕሪ ንግስነት ኣኽሱም ኣብ ከበሳ ተዘርጊሖም ወይ ዓብሊሎም ዝነበሩ በለው እዮም። ጠይብ ድሓር ኣብ መወዳእትኡ ከመይ ኮነ ኢልካ ክትፍትሽ ኢኻ ንውን ኣበይ በጺሖም ክትብል ሕጂ ናበይ በጺሖም ኢለ እንዳፈተሽኩ ከለኹ እንታይ እዩ ዝመጽእ ስድራ ቤታት ኣትከመ ምልጋእ ይመጹ ናብ ከበሳ ኤሪትሪያ ምስ ምምጻእ ናታቶም እዚ ናይ በሎው ዓብላልነት ይጠፍእ። ሕጂ ይጠፍእ ማለት እቶም ሰባት ጠፊኦም ማለት ኣይኮነን። ሕጂ ኣትከመ ምልጋእ ንብላ ዘለና ሓንቲ ክፋል ኣብ ሓንቲ ክፋል ናይ ኤርትራ ኢና ንዛረብ ዘለና። መን እዮም እዞም ኣትከመ ምልጋእ ኢልካ ትፍትሽ። ኣትከመ ምልጋእ ብምሉኦም እብልኻ ባዕላቶም እቶም ኣትከመ ምልጋእ ይነግሩኻ። ኣብቲ ሕብረተሰብ ዘሎ ዛንታ ካብ ላስታ ከም ዝመጹ ባዕላቶም ይዘንትዉ። በዓል ኮንቲ ሮሲኒ ካብኦም ኣትሒዝካ ብምልኦም ጸሓ ፖሌራ ኢልካ ብምልኦም እዚኣቶም ከኣ ነዚ እንተኣሽሙ እዚ የረጋግጽዎ እዞም ሰባት እዚኣቶም ካብ ላስታ ዝመጹ እዮም እዚኣ እታ ዘረባ ካብ ላስታ ይመጻና ንብሉ ባዕላቶም ዝበልዎ እዩ ጸሓፍቲ ዝጸሓፍዎ እዩ ንምንታይ ንዓብዱ ስሌማን ኢሉና ከምኡ ይብሉ ንምንታይ ጀበርቲ ከምኡ ኢሎምና ይብሉ እዚ ታሪኽ እንዲ ስለዚ ሕጂ ኣብ ከምኡ ኩነታት እያ ምፅኣ ኣብ ከምኡ ኮንቴክስት እየ ምፅኣ ቶም ብለው ምስ ምምፃእ ኣትከመ ምልጋእ እንዳተዳኸሙ ይኸዱ እዞም ኣትከመ ምልጋእ ከዓ ኦርቶዶክስ ክርስትያን እዮም ካብ ላስታ እዮም መፅኦም ካብ ላስታ ንዓጋመ እወ ንሱ እዩ እቲ ታሪክ እሱ እዩ ተባሂሉ እሱ እዩ ከዓ እቲ ታሪክ ስለዚ እንታይ ክብል ደልየ እታ ናይታ መፅሓፍ እኒያታ ሕቶ ሰብ ኣየንብብን እዩ ሰብ ኣየንብብን እዩ ናይ ምንባብ ልምዲ ዚሮ እዩ ኣብ ኤርትራዊ ሕብረተሰብ ጥራይ ሱቕ ኢልካ በለካ ለኸዓካ ናይ ፌስቡክ ኣክተራት ብዙሓት እዮም ከም ድላይካ እናጠማዘዝካ ምዝራብ ስለ ዝኸይድ እዩ ሕጂ እቲ ናተይ ኣገዳስነት ናይዚ መፅሓፍ እዚ እንታይ እዩ እታ ሕቶ እታ ካልኣይቲ ክፋል ናይታ ሕቶ ኣገዳስነት ናይዛ መጽሓፍ ብዛዕባ ሕብረተሰብ ጀበርቲ ክጽሕፍ እየ ተበጊሰ ኣነ ብዛዕባ ካልኦት ሕብረተሰባት ክጽሕፍ ኣይኮንኩን ተበጊሰ ነቲ ሕብረተሰብ ጀበርቲ ክጽሕፍ ኣብ ዝተበገስኩሉ እዋን ግን ምሉእ ገይረ ክጽሕፎ ስለ ዝነበረኒ ኣስፊሐ እየ ጽሒፈዮ ታሪክ ንድሕሪት ተመሊሰ ንሕብረተሰብ ጀበርቲ እንዳገለጽኩ ኣብ ቅድመይ ዝጸንሑ ንሕብረተሰባት ናይ ግድን ክገልጾም ዝነበረኒ ከኣ እንዳገለጽኩ እየ ጽሒፈዮ። ናይ ሕብረተሰብ ጀበርቲ ታሪኽ ኣብ ሕብረተሰባት ኤሪትሪያ ብግቡእ ኣይተገለጸን ወይ ብዙንቡዕ ተገሊጹ ወይ ድማ ካብ ዝተወሰነ እዋን ንድሕሪት ጥራይ ተገሊጹ ኢኻ ትረኽቦ ን ካብ ብፍላይ ኣብቲ ምስቲ ናይ ኣርባዓታት ዝነበረ ፖለቲካ ምስኡ ኣተኣሳሲርካ ጥራይ ኣብቲ ፖለቲካዊ ሂወት እምበር ኣብቲ ሕብረተሰባዊ ሂወት ነቲ ጀበርቲ ተገሊጹ ኣይትረኽቦን ኢኻ። ስለዚ ሕጂ ስለምንታይ ዝብል ሕቶ ስለ ዝነበረ ንዕኡ ክምልስ ስለ ዝነበረኒ እዛ መጽሓፍ እዚኣ ብኸምኡ ጽሒፈያ ኣገዳስነታ ከዓ ኣዝዩ ይረኣየኒ ማለት እዩ። ስለዚ እታ ቀዳመይቲ ሕቶ ብኸምዚኣ ክውድኣ እየ ምስለኒ።